ሰላም ሰላም ክቡራትን ክቡራን ተኸታተልቲ ናይዚ መደብ ከመይ ቀኒኹም? እንኳዕ ብሰላም ናብ ሃናፅ ሓሳብ ቲቪ ብሰላም መጻኹም። ሰላም ኣምላኽ ምስኹም ክኾን እናተመነኹ ናብ ናይ ሎሚ ትሕዝቶና ከብለኩም። ፀሓይ ንመዓልታት ብድሕሪ ደበና ክትሕባእ ኣስተብሂልና ኣለና። ዝሑልን በረድን ኩነታት ኣየር እውን ኣብ ገዛና ንክንፀንሕ ሃኽ ኢልና ኣሎ። እዚ ግን ኣብ ውሽጥና ዝርከብ ደረጃ ቫይታሚን ዲ ከም ጸልዎ ፈሊጥና ኣለና ዶ? ኣብዚ ቫይታሚን ዲ እንታይ ድዩ ዝብል ሕቶ እዩ ዝለዓል። ብሕጽር ዝበለ ንምግላጽ ቫይታሚን ዲ ንኣካላትና ጽኑዕ ኣዕጽምትን ጥዑይ ስርዓተ ምክልኻል ሕማምን ሓፈሻዊ ጽቡቕ ህይወትን ዘድልዮ መኣዛ እዩ። ሓደ ሓደ ግዜ እውን ናይ ጸሓይ ቫይታሚን ተባሂሉ ይጽዋዕ፣ ምኽንያቱ ኣካላትና ንብርሃን ጸሓይ ምስ ዝተቓልዐ ስለ ዝሰርሖ። ከም ቀዳመይቲ ነጥቢ እነልዕላ ቫይታሚን ዲ ንምንታይ እዩ ኣገዳሲ ዝኸውን ወይ ከዓ እንታይ እዩ ጥቕሙ ንኣካላትና? ጥቕሚ ናይ ቫይታሚን ዲ ንኣካላትና ኣዝዩ ብዙሕ እዩ። ገለ ካብኣቶም ንምጥቃስ ዝኣክል ድማ ቀዳማይ ድልዱል ኣዕፅምትን ኣስናንን ንኽህልወና ከምኡ እውን ካልሲዩም ንምምፃይ ይሕግዘና። ካላኣይ ናይ ምክልኻል ዓቕሚ ይድግፍ፣ ከም ካብ ረኽስን ካልእን ዝኣመሰሉ ማለት እዩ። ኣብ ሓይሊ ጭዋዳታትን ስምዒትን ዓቢ ተራ ኣለዎ፣ ማለት ምስ ድኻምን ትሑት ስምዒታትን ዝተኣሳሰር ሕጽረት፣ ከምኡውን ኣብ ምክልኻል ጥዕና ልቢ ይድግፍ እዩ። ንኣብነት እንተሪና፣ እኹል ቫይታሚን ዲ ዘይብሎም ህጻናት ድኹም ኣዕጽምቲ ንክህልዎም ይገብር፣ ከምኡውን ንዓበይቲ ድማ ቀልጢፎም ናይ ድኻም ስምዒት ክህልዎም የኽእል። ከም ካልኣይቲ ነጥቢ እነልዕላ ድማ ባህርያዊ ቫይታሚን ዲ ከመይ ጌርና ክንወስድ ንኽእል። ባህርያዊ ቫይታሚን ዲ ንምርካብ ኣብ ደገ ወይ ከዓ ኣብ ፀሓይ ምውፃእ እዩ። እንተወሓደ ካብ 10 ክሳብ 30 ደቂቕ ኣካላትና ብርሃን ፀሓይ ክረክብ ከም ዘለዎ ምግባር ፀሓይ ኣብ ዘይንረኽበሉ ግዜ ኸ ካብ መግቢ ክንረኽቦ ንኽእል ዶ ንዝብል ሕቶ እወ ይከኣል። ከም ካብ ዘይቲ ዘለዎም ዓሳታት ከም በዓል ሳልሞን፣ ማክረል፣ ሳርዲን እንቋቑሖ፣ ጸባ፣ ኣእኻል፣ ጽሟቕ ኣራንሽን ካልእን ክንረኽቦ ንኽእል ኢና። እዚ ኣኻል ኮይኑ እንተዘይተረኺቡ ከኣ ምስ ሓኪም ብምምኻር ከም መመላእታ ብኸይና መልክዕ ወይ ከኣ ብድሮብ መልክዕ ክንወስድ ንኽእል። ከም ሳልሰይቲ ነጥቢ እነልዕላ ድማ መን እዩ ዝያዳ ንዋሕዲ ቫይታሚን ዲ ዝቃላዕ? ዝያዳ ንዋሕዲ ቫይታሚን ዲ ዝቃልዑ ሰባት ኣብ በረድ ዝበዝሖ ኩነታት ኣየር ዝነብሩ ህዝቢ እዮም። እዚኦም ብብዝሒ ጸሓይ ስለ ዘይረኽቡ እቲ ቆርበቶም ድማ ውሑድ ምፍራይ ቫይታሚን ዲ የካይድ ማለት እዩ። ካብ ገዛ ዘይወጹ ሰባት እውን ከጋጥሞም ይኽእል እዩ፣ ምኽንያቱ ጭራ ናይ ጸሓይ ስለ ዘይረኽቡ ዘለዉ። ብተወሳኺ እውን ብዕድመ ዝደፍኡ ዓበይቲ ሰባት፣ ጸሊም ቆርበት ዘለና ሰባት፣ ብተወሳኺ እውን ረጒድ ክዳውንቲ ንለብስ እንተድኣ ኮይና ንሓደጋ ዋሕዲ ቫይታሚን ዲ ክንቃላዕ ንቐልል ማለት እዩ። ምልክታታት ናይ ዋሕዲ ቫይታሚን ዲ እንታይ ክኾኑ ይኽእሉ? ምልክታታት ናይ ዋሕዲ ቫይታሚን ዲ ብዙሓት እኳ እንተኾኑ እዞም ኣስዒብና ንጠቕሶም እውን ገለ ካብኣቶም እዮም። ድኻም ጭዋዳታትን ከምኡውን ቃንዛ ኣብ ኣዕጽምትን፣ ናይ ስምዒት ለውጢ፣ ምቑጣዕ ወይ ከኣ ትሑት ስምዒት ክህልወና ይኽእል፣ ከምኡውን ብዝኾነ ምኽንያት ቁስሊ ምስ ዝህወና ቀልጢፉ ናይ ዘይምሕዋይ ባህሪ የርኢ። ስለዚ ካብዞም ሳዕቤናት እዚኦም ንምክልኻል ክንገብሮም ዝግበእና ገለ ገለ ንጥቀስ። ኣብ ናይ መዓልቲ ግዜ ጸሓይ ኣብ ትበርቀሉ ግዜ ብዘይ ምስልካይ እንተወሓደ ዋላ ካብ ዓሰርተ ክሳብ ዓሰርተ ሓሙሽተ ደቒቕ ኣካላትና ንጩራ ጸሓይ ምሃብ። ንኣመጋግባ ዝምልከት ከኣ መዓልታዊ ቫይታሚን ዲ ዝሃፍተሙ ዝኾኑ መግብታት ኣብ ላዕሊ ጠቒስናዮም ከም ዘለና ከም ሳልሞን፣ እንቋቑሖ፣ ከምኡውን ጸባን ከነካትት ኣለና ኣብ ምግብና። እዚ ክንብል እንከለና ኣብ መዓልታዊ እንምገበሎም ሰዓታት ከም ኣብ ቁርሲ፣ ኣብ ምሳሕ፣ ኣብ ድራር እዞም ዝጠቐስናዮም ዓይነት መግብታት ግድን ከነካትቶም ኣለና። እዞም ኣብ ላዕሊ ዝጠቐስናዮም እኹል ምስ ዘይከውን ከኣ መመላእታ ምውሳድ ኣብ ግምት ክኣቱ ኣለዎ። መብዛሕትኡ ግዜ ዓበይቲ ሰባት ኣብ መዓልቲ ካብ ሽዱሽተ ክሳብ ሸሞንተ UI የድልዮም ከምኡውን ኣረጋውያን ከኣ ካብኡ ንላዕሊ ክወስዱ ይኽእሉ እዮም። እዚ ንምግባር ግን ንሓኪም ምውካስ የድሊ። ኣብ መወዳእታ ነጥቢ ልዒልና ንዛረበላ ድማ መመላእታ መን ክወስድ ኣለዎ መንከ ክጥንቀቕ ይግብኦ? መመላእታ ቫይታሚን ዲ ክወስዱ ዝኽእሉ ሰባት እዞም ዝስዕቡ እዮም፣ ኣረጋውያን፣ ውሱን ናይ ጸሓይ ጭራ ዝረኽቡ ሰባት፣ ወነንቲ፣ ጸሊም ቆርበት፣ ከምኡ'ውን ነብሰጾራት። እዞም ጠቒስናዮም ዘለና ዓይነታት ሰባት ዋላ'ኳ ክወስዱ ይኽእሉ እንተኾኑ፣ መጠን ዓቕን ንምፍላጥ ግን መጀመርታ ክምርመሩ ኣለዎም። ስለዚ ብፍላይ ኣብ ብረት ዝበዝሖ ወይካ ጸሓይ ብቐሊሉ ዘይርከበሉ እንነብር ሰባት እንተደኣ ኮይና ዋሕዲ ጸሓይ ስለ ዘሎ ብኡ መጠን ድማ ዋሕዲ ቫይታሚን ዲ ክህልወና ስለ ዝኽእል ንሓደጋታት ጥዕና ከይንቃላዕ ክንጥንቀቕ ኣለና።